ሰላም ተመልከትናን ኣድመፅትናን እዚ ሳይበር ፓወር ኦፍ ትግራይ ድምፂ ሳይበር ፓወር ኦፍ ትግራይ ካብ ካልግሪ ኣልበርታ ብቋንቋ ትግርኛ ዝመሓላለፈልኩም ብዛዕባ ባህላዊ ኢኮኖሚያዊ ከምኡውን ፖለቲካዊ ኩነታት ሃገርና ዝምልከት ንመያየጠሉ መድረኽ እዩ ናይ ሎማዓንቲ ጋሻይ ጓልና ጓል ሓውና ጓል ሓፍትና ኣብዚ ኣብ ከተማ ካልግሪ ካብቶም ኣክቲቭሊ ዝንቀሳቐሱ ምስቲ ሕዚ ዝኒኦ ኩነታት ናይ ሃገርና መናእሰይ ኣብዚ ተወልዱ ኣብዚ ብቆልዕነቶም መፂኦም ኣብዚ ዓዲ ሞር ኦፍ ካባና ንዓቐብ ኣክቲቭሊ ዝንቀሳቀሱ ሰባት ሓንቲ ሒዘልኩም መፅ ሽማ ፍየሪ ኣርኣያ ገዛሀይ ትበሃል ፍየሪ እንኳዕ ደሓን መፃኺ የዕንየለይ ታንክ ዩ ዛጓለይ እና ኖርማሊ ሕዚ እንታይ ኢና ንገብር ኣብ ፍዮሪ ሕዚ ዘለናዮ ኩነታት ዓይኒ መናእሰይ ኣብዚ ተወሊድኩም ዝዓበኹም ወይ ድማ ካብ ዓዲ ተወሊድኩም ዝመፃኹም ብንእስነትኩም ኣብዚ መፂኹም ኣብዚ ዘለኹም መናእሰይ ኣክቲቭሊ ብኸመይ እንታይ ይግበር ኣሎ ገለ ዝብል ሓድሓደ ኢንፎርሜሽናት ካባኺ እቲ ንጥፈትኩም እንታይ ይመስል እንታይ ኢኺ ክተበሃር ትዕድሊ ዝብል ሕቶታት ኢና ኣታኣሽሙ ክንገብር እሞ እንኳዕ ደሓን መጻኺ ካብኡ ቀጺሉ ፍዮሪ ሕዚ ኣጋጣሚ ካብ ካልግሪ ውጽእ ኢልኪ ኢኺ ዘለኺ ናብ ቶሮንቶ ከባቢ ከም ዘለኺ እየ ዝፈልጥ ብዝኾነ ናይ ሎማዓንቲ ጋሻይ ኮንኪ ብምቕራብኪ ብጣዕሚ እየ ዘምስግን የቕንየለይ ናይ መጀመርያ ሕቶይ ዝኸውን ምናልባት ከም ሓንቲ ንእስቲ ኣብዚ ዓዲ ከም ትፈልጥዮ ኣብ ትግራይ ዘሎ ኩነታት ኣብ ከቢድ ኩነታት እዩ ዘሎ ዘለናዮ ኩነታት ብዓመፅቲ ብቐተልቲ ካብ ደገን ካብ ውሽጥን ትግራዋይ ይባሳበስ እዩ ዘሎ ብዙሕ ፀገማት ኣሎ እና እዚ ፀገም እዚ ኣብ ኩሉ ሕድሕድ ገዛ ኣትዩ መዓልታዊ ፀገምና መዓልታዊ ሂወትና ኮይኑ ኣብ ስትረስ ከም ዘለና ትፈልጢ ኢኺ እና ንዓኺ ከም ሓንቲ ትግራወይቲ ዘሎ ኩነታት ከመይ ትገልፅዮ? እንታይ ይስመዐኪ? እንታይ እዩ ዝኒሀ እቲ ኩነታት ከመይ ትገልፅዮ ንስኺ?
ወልካም ዝበልካዮ ዘሎ ግዜ ብጣዕሚ ከባድ እዩ ንኩላትና ዋላ ንቆልዕታት ይኹን ንዓበይትና ይኹን ንቤተሰብና ይኹን ሓደ ነገር ንገብ ዘለና ብብዙሑ ምስ ካልእ ተጋሩ ሰባት ተጋሩ ነኾና ክሰብ ክንደክ ነገርና ኣትጋርና ከም ሌክትሪክ ንሰርሕ ኣለና ሶ ስፔስ ስፔስ ምንታ

ምንቅስቓሳት ከም ዘሎ ምስቱ ሕዚ ዝኒኤ ንኣብነት ኣጋጣሚ ብ ንቐፃላይ ኣብ ከቕርቦም ዝደሊ በዓል ኣሎ እኒ መሰረት ፍፁም ጓል ፍፁም ከምኡ ዓይነት መናእሰይ ብዙሕ ኣክቲቭሊ ዝንቀሳቐሳ ከም ዘለዋ እፈልጥ እየ እና ኣብ ቀፃላይ መድረኽ ንሳተን እውን ክኣትዋ እየን እና ግን ሕዚ ግደ ግደ መናእሰይ ዳያስፖራ ኣብ ካልጋሪ ጥራሕ ዘይኮነ ኣብ ብሓፈሻ ኣብ ወፃኢ ዳያስፖራ ዘሎ ብፍላይ ፈርስት ጀነሬሽን ኢልና ንፅውዖ እንታይ እዩ ግዲኡ ኢልክ ትፅበ እንታይ ኢኹም ክትገብሩ ዘለኩም ኣብዚ ሕዚ ዝኒኤናዮ መንቀራቕሮ ወይ ድማ ፀገም ዘለናዮ ከም ተጋሩ ግደ መናእሰይ ግደ ዳያስፖራ መናእሰይ እንታይ ክኾን ኣለዎ
ይወያኛለይ ሰው ከምዘልካዮ እቲ ጉዳዩ ተጀሚሩ እንዲ ኦረዲ ብዙሓትና ክሳይ ምስ ተፋልጥና ኢና ተፈላሊጥና ኢና ናይ ባንድ ክሬት ጌርና ኢና እቲ ኮሚኒቲ ምስ ትሬኒንግ ዝገበረና ዋላ ኣብ ሲቲና ይኹን ወይ ሃገርና ይኹን ወይ ካብ ሃገርና ይውፃእ ሰው እነሱ የተሓለ ነገር ኮናክትድ ኮይና ብዓለም ዘለዎ ብኡ ደግሞ ደሴም ነገር ንሰርሕ

ዳርጋ ስትሮንግ ኮሚኒቲ ንፎም ንገብር ኣለና ስትሮንግ ኮሚኒቲ ንፎም ጌርና እዘን ትቸገሩ ካበይ ምኹን ካበይ ምኑ ኢንፎርሜሽኑ ቀላል እዩ ንምርካብ ሽው ድቦ እሞ ኢንፎርሜሽን ቨሪፋይ ክንገብር ከለና
ኦኬ ሕዚ ካብኡ ካብኡ ሓሊፉ ኣክቲቭሊ ንኣብነት እንታይ ዝመስለኪ ኣብዚ ኣብ ካብ ዓዲ ዝመፃና ንሕና ማለት እዩ ዓበይቲ ዘለና ኣብዚ ብዙሕ ብዙሕ ፀገማት ኣሎ እዩ ማለት ተወሊድካ ዝዓበኻሉ ቶታሊ ናብቱ ናብ ካሊእ ሕብረተሰብ ክትኣቱ ከለኻ ካልቸራል ሾክ ኣሎ፣ ላንጉጅ ባርየር ኣሎ፣ ብዙሕ ፀገማት ኣሎ እና ዩ ካን ኖት ካች ኣፕ ምስቱ ዘሎ ዓዲ ተኣሽሙ ክትገብር ኣይትኽእልን ፎር ዩ ጋይስ ኢዝየር ማለት ቀሊል እዩ ንዓካትኩም ማለት ዩ ዶንት ሃቭ ቱ ቢ ፃዕዳ ከምኡ ዓይነት ኮንሽስነስ ወይ ሜንታሊቲ ክህልወካ ተረዲእኪ እና ንስካትኩም ሕዚ ምስቲ ሓድሽ ጀነሬሽን ሲ ሕዚ ኣክቲቭሊ ሕዚ ከም ትዊት ምግባር ትዊት ጌርካ ክሰምዑ ዝኽእሉ ሰባት ኣብ ምስማዕ እንታይ ዓይነት ምንቅስቃስ ኣሎ ካብ ባዕልክን ካልኦትን ትገብረኦ
ሶ ንገብሮ ዘለና ክልተ ዓይነት ኣሎ እንድዩ ግዲ እቲ እቲ ላንጉጅ ቤሪ ዘልካ ሓቅኻ ኢኻ ከምኡ መሎ እዩ ግን ሕዚ እቲ ችግሩ ኣትሊስት ኣነ ዝረእኽዎ ወይ ሰብሓት ብዙሕ እንግሊሽ ይፈልጡ ወይ ም ብዙሕ ትግርኛ ይፈልጡ ኣነ ብዙሕ እንግሊሽ እየ ስለዚ ምስቲ ክሰይ ምስ ሓድሽ ሰብሓት ካብ ትግራይ ክመፁ ዘለዉ ግን ግዘይ ግን ክኣቱ እንጌጅ ገሩ ክመክሩ ከለዉ ክሰይ ኣሎ እንድዩ እቲ ቤሪየር ንሱ ደሞ ቤሪየር ኦቨርካም ዝግበር ናይ ቋንቋ ትምህርቲ ነገርና ቀስ ቀስ ነገርና ማለት ንቆልዕታትን ዓበይታትን ክልተ ኢሉ ኮይና እናተምሃርና ኢና ክሳይ እቲ ንሱ ላንጎጅ ቤሪየር ነጥፍኦ ንሳቶም ማለት እንግሊሽ ይምሃሩ ኣሕና ደሞ ናይ ቋንቋና ናይ ዓድና ቋንቋና ንዛረብ ብኡ ላዕሊ ደሞ ንገሮ ዘለና ነቲ ትዊተር ወይ ነቲ ትዊተር ወይ ደሞ ካልእ ኣካውንት ንገብር ዘለና ብኮሌክቲቭሊ እዩ ብኮሌክቲቭሊ እንዳሃገሩ ሕዚ ናይ ካናዳ ኣሎ ናይ ዩናይትድ ተጋሩ ካናዳ ብኡ ክሳይ ክኔዲያን ስፖርት ትግራይ ብኡ ነገርና ክነት ነገርና ኣለው ሎም ነቲ ኦምና እናስታን ወስ ትግራይ ሰው ምስ ኦምታት እናተሓሓዝና ሓቢርና ንሰርሖ ሽዑ ክሳይ መለዮም ቱቶሪያል ትመለዮም እንተ ሓድሽ ሰራሕታ ክሳይ ንትዊተር ክትጥቀም ደልዮም ወይ ኢንስታግራም ክትጥቀም ደልዮም ብኡ ንገብሮ ኣለና ካልእ ነገር ደሞ ንኮሚኒቲ ንካልእ ክሳይ ናሽናሊቲ ዝኾኑ ኮሚኒታት ሪች ኣውት ናገበርና ከምዚ እዩ ዘሎ እዚ እዩ ችግሩ ፍለጥዎና ክሳይ ምስኦምም ኮነክት ንገብረና ንሱ ትዊተር ናይ ኦንላይን ነገር ይኮነስ ግን ብናይ ኢሜል ፐተሽ ነገርና ንዛረም ኣለና ኦኬ ግርም ብጣዕሚ ፅቡቅ ትገብርዮ ዘለኺ ንስኽን ካልኦት መናእሰይን ትገብርዎ ዘለኹም ምንቅስቃስ ብጣዕሚ የድንቅ ካሊእ ኣብ ቀረባ ብቀፃላይ ካብ ዕለት ዕስራን ሓሙሽተን ይመስለኒ ኣብ ካልጋሪ ሰልፊ ኣሎ ሰልፊ ኣሎ እና ምናልባት ኣጋጣሚ ከይትህልው ትኽእሊ ኢኺ እስካዕ ሎማዓንቲ ኣብ ዝተገበሩ ሰልፍታት ኩሎም ኣብ ቅድሚት ኮይንኪ ነቲ ሰልፊ ተድምቕዮ ድምፅኺ ተስምዒ ሓንቲ ንስኺ ምዃንኪ እየ ዝፈልጥ ሓደ እቲ ዝሰምዐና ዘሎ ህዝቢ እውን ክፈልጦ ዝግብኦ ንሱ ሓደ እዩ ኣክቲቭሊ ኢንቮልቭ ትገብሪ ኣክቲቭሊ ሰርቪስታይ ትገብሪ ሓንቲ ንሕበነልኪ ንኾርዐልኪ ጓልና ኢኺ ሕዚ ኣጋጣሚ ከይትህልዊ ትኽእሊ ኢኺ ነዚ ቀፃላይ ዘሎ ኣይዶኖ ኣይዶኖ ስኬጅዋል ከይፈልጦን ምክንያቱ ካብዚ ወፃኢ ከም ዘለኹ ጥራሕ እየ ዝፈልጥ ካብ ካልጋር እና ንስኺ እውን ኣይትሃልዊ ግን ከም ንመሰረት ካልኦት ካልኦት እውን ዘለዉ እንታይ ክገብሩ ኣለዎም ካብቱ ካባና ወፃኢ እቱ መንእሰይ ኣብዙይ ቴክ ኦቨር ክገብሮ እቱ ንሕና ንጎዮ ዘለና ውዒሉ ሓዲሩ ናባኹም እዩ እቲ ሓላፍነት እና እንታይ ክገብር ኣለዎ ኢልኪ ተሕልፊ ንቲ መንእሰይ እንታይ ብፍላይ ሕዚ ኣብዚ ቀረባ ዝግበር ሰልፍታት ጠጠው ይብልን ባይዘወይ እዚ ከም ትፈልጥዮ እቶም ፀላእቲ ካብ ትግራይ እስካዕ ዘይወፁ እቲ እንገብሮ ዘለና ካብ ትግራይ ወፂኦም እውን ቃልሲ ጠጠው ዝብል ኣይኮነን ቀፅል እዩ ምክንያቱም ደድሕሪኡ ዝመፅእ ናይ ባዕሉ ስቴፕ ኣሎ እዩ ብስነ ኣእምሮ ድዩ ብፋይናንስ ድዩ ብገለ ድዩ ዝተጎድኣ ህዝቢ ስለዝኾነ እቲ ህዝቢ ናሱ ድማ ደቂስና ስዒብና ንሪኦ ኣይኮነን ክንሕግዞ ንኽእል ነገር ኩሉ ክንሕግዝ ኢና ብፍላይ ንዓኻትኩም ድማ እቲ ዝዓበየ ሓላፍነት ኣለኩም እዩ ትግራይ ተመሊሳ ብናተይ ኣተሓሳስባን ኣረኣእያን ባዕላ ክኢላ ሃገር ኮይና እትኸብረሉ ኩነታት እየ ዝምነ። እዚ ንክኸውን ድማ ተጋሩ ብፍላይ ኣብ ደገ ዘለኹም ድማ ዓብዪ ግደ ክህለኩም ኣብ ተመቻቸወ ቦታ ስለ ዘለኹም ተመቻቸወ ኩነታት ስለ ዘሎ እቲ መንእሰይ ብስነ ኣእምሮ ተጎድአ ሳይኮሎጂካሊ ኣፌክት ዝኾነ ኣሎ ፊዚካሊ ተጎድአ ኣሎ። ፋይናንሻሊ ትርኢ ኣለኺ ናብ ድሕሪት እዮም መሊሶምና ጎዲኦምና እዮም ዘለዉ ማለት ክንኣትዎ ኢና ክንመፆ ኢና ግን ንስኻትኩም ሕዚ እንታይ ክገብር ኣለዎ ኣብ ከምዚ ከምታ ሰልፊ ዝበልኩኸይ ካብዚኣ ጀሚራ ካሊእ እውን ንቐፃላይ ሕዚ ንሰልፊ እንታይ ክገብር ኣለዎ ከመይ ክኾነ ኣለዎ ኢልክ ትመኽርዮ እቲ መንእሰይ ሰውያእነለ
ሕዚ ብዙሕ ግዜ ሓሳቡ ኣለው ዩ ክሰይ እንጌጅ ክገሩ ደልዩ ዋላ ክሰይ ተማሂሮም ቤታቶም ከመይ ከም ዝግበረ ኣገባበሩ ተረዳዲኦም

ንሶም ብዙሕ ነገራት ነቲ ኮንተንት ሕዝናቶም ኣለዎ ዝመፅእ ዘለዉ ንሳቶም ትዩዝ በዓሉ ሬንጅ ገረሎ ፕላን ገረሎ ኮኦርዲኔት ገሩ ኣለዉ ሶ ንሳቶም ክጅምርዎ ምእንታ ንካልታት ዩዛር እንቦፍ ገሩ ግን ከምኡ ዝገርዎ ዝከኣሉ ግን ምሳም ዓበይቲ ሓት ተተሓባቢሮም ተሓጋጊዞም ዝተሰርሕዎ እዮም ዳርጋት ዓላማውን መካገሪን መካልእ ቦታታትን ከምኡ እዩ ምስ ዓበይትና ተመምህርና ካብኦም ጥቅስነ ፈለጥና ሓዋቢርና ክንሰርሒ ዘድሊ ሓደ ሓደ ነገር ኦረ ተጀሚሩ ንግዲ ናይ ካልጋሪ ሕዚ ክሳይ ወጣታት ጓምቦም መፅኦም ቆዕሳታትን ክሳይ they did chanting. Some say like them yum. ንሻትን ክሳይ ሓደ ሓደ ስፒከር ነገራትን ብቶም ወጣሃት ስፒከር ክንቶ ደገር ነይሩ ሰው ከምታት ንከሉ ቀስ ቀስ ከም ዩዝ ብዓለም ተከኣትዎ ክሕግዙ ስለዝደልዩ ከም ዓቤታትን ክሳይ ትሕገዛ ምፅቡቅ እዩ ዜሮ ዜሮ ከምታት ንግዜ ሓስ ዘለኹ ግን መልሲ ወይስ
ሕዚ መናእሰይ ያው ከምቲ ትርእዮ ዘለኹም ዘልክዮ ብዙ ምንቅስቃሳት ይግበር እዩ ግን ሕዚ ኦፊሻሊ ፎርም ዝኾነ ንኣብነት ከምዚ ናይ ትግራይ ኮሚኒቲ ካልጋሪ፣ ትግራይ ኮሚኒቲ ኤድመንተን፣ ትግራይ ኮሚኒቲ ብካናዳ ደረጃ እውን ኣሎ ዋላ እውን ቅድም ኢሉ እውን ትግራይ ኮሚኒቲ ኣብ ኣልበርታ እውን ፍቓድ ነይሩና ንቀሳቀሰሉ ዝነበርና ኢና ከምዚ ዓይነት ውዳበ ኦርጋናይዜሽን ማለት እዩ ኦርጋናይዝ ኮንካ ናይ ምኻድ ከም ካልጋሪ ኣሎ ዶ ወይስ ንቅድሚት ትሓስቢ ዶ ከመይ ክኾን ክትሓስቢ ንቅድሚት ሲ ንኣብነት ኣብዚ ተወልድኩም ዝዓብኹም ድዩ ኣብዚ ተወሊዶም ኣብ ዓዲ ተወሊዶም መፂኦም ኣብዚ ዝዓበዩ ቆልዑ ከማኸም ዘለ እንታይ እዮም ክገብሩ ዘለዎ ኣብቲ ከምኡ ዓይነት ውዳበ ኣሎ ዶ እንድሕር ዘየልዩ ኸ ንቅድሚት እንታይ ትሓስቡ
ሕዚ ሓሳብና ናይ ካልጋሪ ኣሎ እንግዲህ ብዙ ሰባት ኣትየሞ እዮም ነቲ ቆልሳትን ግን ኣሎ ብዙሖም ነቶም ዓበይታን ዝፈልጡም ከምቶም ዓበይታት ንብዙሕ ግዜ ኣብዚ ነይሮም እዮም ብብዙሕ ግዜ ሰራት ንሶም ዝፈልጥዎ እዞም ብኦም ገይሮም እዮም ዝኣቱ ዘለንቶም ናይ ክሳይ ወጣታት ብኡም ንሳትኩም ሰ ትፈልጥዎ ኮንኩም እተውትልዎ ሞ ሽዑ ይኣት ብኡ ካልእ ነገሩ ሕዚ ነቲ ካልጋሪ ናይቲ ኤድመንተን ዝገብርዎ ነገር ናይ ኣልበርታ ናይ ትግራይ ዩዝ ኣላየንስ ትግራይ ዩዝ ኣልበራ ኣውፂና ኣለና ስቲል ከም ሓድሽ ተዝኮነ ገና ይጅምር ዘለዉ ግን ሓሳብና ናይ ኦቨር ከም ኣምበሬላ ጌርና ምስ ዓበይቲ ሃህና ሰራሕና ብቲ ኩሉ ኣልበርታ ዘለዉ ተሓባቢርና ሽዑ ክሰም ተሓጋገዝና ንስም ነገን ፕሮሞት ነገርና ኢቨንት ወላ ብኤድመንተን ይኹን ካልጋሪ ይኹን ላትብሪጅ ይኹን ኣዚ ኮነ ወይ ደሞ ናይ ባዕልናም ኤቨንት ነገርና ሽዑ ኣብ መጨረሻ ክሳይ ምስ ጠንካሩ ተጋሩታ ምስ ረሓከቡ ናይ ባዕሎም በብሲቲኦም ከይዶም ደሞ ናይ ዩዝ ኮሚኒቲ ፎም ገሩ እቲ ዓላማና ዘለዉ ስለዚ ናይ ሕዚ ሓሳብና ምንታ ከነክት ንከውን ከነክት ከና እቲ ኮሚኒቲና ስትሮን ክንገብሮና ደሞ ክሳይ ምስ ሰባሃት ምንታ ክረዳድኡ ነቲ ቋንቋና ክሳይ ክንረዳዳ ኢና ሓሳብ ብራቮ ሕዚ እንታይ እዩ ትተየለ ሕዚ ትግራይ እዩ ኣልበርታ ዝብል ተቋቋመ እኒሄ ማለት ድዩ ኦረዲ እወ ሰው ተጀሚሩ ንግዲ ሓደሽ ንሕዚ ከም ናይ ኦርጋናይዘራት ኦረዲ ስታብሊሽ ተገይሩ እዩ ንሽተይ ቀሪና ንምሰርሖ ኣለና ግን ዳርጋ ከምኡ እዩ ኦኬ ሕዚ እዚ ዝቋቋም ዘሎ ምስረት ዘሎ ናይ መናእሰይ ናይ ትግራይ ኣሶሴሽን ብኣልበርታ ደረጃ ኣዌርነስ ትፈጥሩ ኣለኹም ዶ ነቲ መንእሰይ ነቲ ኣብዚ ዓዲ ዘሎ እንታይ ብኸመይ ኣውትሪች ትገብሩ ኣለኹም That's our next goal. So ንሕዚ already ክሳይ ክሳይ dedicated ዝኾን ሰራሓት ምንታ ክሳይ practically ክሳይ ዝስላዕተዎ ዝሰርሕዎ ሳህነግ ኦርጋናይዝ ጌና ሰው ቻናላት ንሰርሕ ኣለና እቲ ዓላማና ነቲ ወብሳይት ምሰርሕና መጨረሻ ኣብ ወብሳይት ኩሉ ኢንፎርሜሽን ክንህቦም ኣብኡ ደግሞ ምስቶም ዓበይታት ተሓሒዝና ንኩሉ ኢንፎርሜሽን ኣቬለብል ክንገብረና ኢና ሽዑ ዋላ ዶኔሽን ይሃልው ዋላ ኢቨንት ይህልው ዋላ ክምኒ ቱቶሪያል ይህልው ዋላ ሕዚ ፎር ኤግዛምፕል ንድሕር ዝኾነ ሰብ ናይ ትዊተር ኣጠቃቅማ ደሊ ኮይኑ ካብኡ ኢንፎርሜሽን ክረክቡ ኢና ሓሲብ ዘለና ፐርፌክት ብጣዕሚ ፅቡቅ ቴንኪዩ እንታይ እዩ ዝሓተኪ ዘሎ ሕቶ ናይ በይንኺ ወይ ድማ ናይ ናትኪ ጥራሕ ኣይኮነን ግን እቲ መንእሰይ እውን ኣብ ዘለዎ ኮይኑ እቲ ኩነታት ክፈልጦ ማለት እንታይ ድዩ ፍዮሬ ኣብዚ እዋን እዙይ ከም ተጋሩ Where are you from እዮም ብሓቂ ሰብ ክትፋለጢ ከለኺ that is the thing እዩ እንታይ ኢኺ መን ኢኺ መን ኢኺ እና እዩ መንነትና ክንፈልጥ ግድን እዩ ሓደ እንታይ ዓበይቲ ትብልየ ዝነበርክ ወለዲ ሓደ ሓላፍነት ናህና ማለት እዩ ንዓኻትኩም ተጋሩ መን ኢና ብዙሓት ተፃሓፈ ፅሑፋት ኣሎ ብዛዕባ ታሪክ ትግራይ ሕዚ ታሪክ ትግራይ ኣጋጣሚ ኮይኑ ኣብ ቤት ትምህርቲ ምናልባት ኣብ ትምህርቲ ቤት ኣይተምሃርክይ ኣይተምሃርክይን ትኾኒ ኣብዚ ኢኺ ተማሂርኪ እና ምናልባት ኣይትፈልጥዮ እቲ ሓላፍነት ናህና እዩ ክኸውን ካልኦት ፅሑፋት ብዛዕባ ታሪክ ትግራይ ትግራይ እንታይ እያ ታሪክና እንታይ እዩ ተጋሩ ዝብል ምፍላጥ ግድን እዩ ምክንያቱም ሩትኪ ናትኪ ናትኪ መሰረትኪ እዩ እና ካባካትኩም ኣነ ሕዚ ካባካትኩም ዝፅበ እንታይ እዩ ምክንያቱ ንዓኪ ዝሓተኪ ዘለኩ ኩልሻዕ ኣክቲቭሊ ኣብ ቅድሚት ምሳና መፂኪ ስለ ዝሪኤኪ እና ንስኪ ንቱ ዝምልከቶ እዩ ዝሓዝን እዩ ዝስምዖ እዩ ምክንያቱ ኣብ ገዛ ኣብ ገገዝኡ ሰባት ነናይ ባዕሉ ኣብ ስድርኡ ዝበፅሕ ዘሎ ሓዘን ይርእዮ እዩ you know ኣብ በብገዝኡ እ፣ እቲ ፀገም ይርእዮ ኣሎ እዩ ከመይ ይበኪ ከም ዘለዎ ከመይ ይሓዝን ከም ዘለዎ ከመይ ይግፋዕ ከም ዘለዎ ብ- ብዝኾነ ፈላላይ ትርእዮ ኢኻ you know እና እ፣ ንስኻትኩም ሕዚ ካብ ምብካይ ካብ ምሕዛን ካብ ገለ ወፂኻ ንዚኣስ ኣነ እንታይ እየ ክገብር ዝብል እዩ ንቅድሚት ክመፅእ ዘለዎ ብፍላይ ንስካትኩም ናይቲ መናእሰይ ክትገብርዎ ዘለኩም እና ሶፋር ትገብርዮ ዘለኩ ምንቅስቃስ የድንቅ እየ ንቅድሚት እውን ከምኡ ዓይነት ከይዲ ንክትከዲ ይመክረኪ ኣክችዋሊ እቶም ወለድኪ እውን እቲ ቤዞም ሪፍለክሽን ናትኪ ሪፍለክሽን ናይ ወለድኺ እዩ ፍሮም ኤኒዌር ፍሮም ካብ ክስታይ ኣይኮንክን ረኺብክዮ ነው እቶም ወለድኺ ዘለዎ ስምዒት ናባኺ ክስታይ ስለ ዝገበሮ እዩ ናብቱ ሞር ኮንሰርንድ ኮይንኪ ወፂኺ ትረአይ ዘለኺ እና ብኡ ደጋጊመ ደጋጊመ ብዝኾርዐልኪ ንፍዕቲ ክትቅፅሊ ኣለኪ ኢለ ክስታይ ዝገብር እየ ካሊእ ኣብ ናይ ትማሊ ኩነታት ተካታቲልኪ እንተኮይንኪ ኣብ ሳይበር ፓወር ኦፍ ትግራይ ይሕልፍ ነይረ ኣይ ዶንት ኖ ኢፍ ዩ ፎሎው ብዝኮነ ግን ኣብ ሳይበር ፓወር ኦፍ ትግራይ እውን እንተዘይተካታተልኪ ግን ኣብ ዝነበረ ኣብ ናይ ኤልኤ ዝነበረ ናይ ተቃውሞ ሰልፊ ተጋሩ ብበዝሒ ወፂኦም ኣብ ሊትል ስትሪት ዝበሃል ሊትል ኢትዮጵያ ኣብ ሊኤሊኤ ኣብ ዝነበረ ሰልፊ እቶም ኣብ ዓዲ ደቂ ኣንስትዮ ዝዕምፁ፣ ወለድና ዝቐትሉ፣ ኣሕዋትና ደቅና ዝሳቐዩ ዘለዉ ናቶም ሜንታሊቲ ዝሓዙ ኣብ ሰላማዊ ዝኾነ ሃገር ኣብ ዲሞክራት ዝኾነ ሃገር ኮይኖም ብረት ሒዞም ወጺኦም ክቀትሉ ሰባት ክቀትሉ ዝፈተኑ ነይሮም ፕሮባብሊ ኢፍ ዩ ተኸታቲልክዮ ተነይርኪ ማለት እዪ ሶ ዋት ዳት ኢት ሾው ዩ ማለት እንታይ እዩ ዘርእየክን እዚ ንዓኺ እንታይ እንታይ እንታይ ትዕዘቢ ኣለኺ

ኢቨን ነቲ ናይ ታሪክ ነገር ምህምሃር ንሱ እንዲ እቲ ዓብዩ ነገር ዘይፈልጣለ ምፍላጥና እንዲ ግዲ እቲ ሓደ ሓደ ነገራታት ሕዚ ኢቨን ብናይቲ ካናዳ ደረጃ ናይ ዩቲሲ ንሳቶም ኣለዎም ናይ ታሪክ ታይም ዝበሃል ናይ ኣብ ስፖቲፋይ ኣይቱን ኩሉ ቦታ ዘውፅዎ ሰው ሰዓት ካብኡ ክምሃር ይኽእል እዮም ብኡ ደሞ ናይ እንታይ ከም ኮነ ትማሊ የሕዝን ዲግዲ ግን ክሳይ ምፍላጥና እዩ ምፍላጥናና ከም ሓቢርና ክሳይ ምትሓጋገዝ እዩ ዘድሊ ሕዚ ስዘ ኣነ ዘ ክሳይ ወና ላይክ ወን ኣይ ሲ ዳት ሲቹዌሽን ሃፕኒንግ ንኣይ ዘምህረኒ ከም ላይክ ዳት ዊ ሃቭ ቱ ቢ ዴር ፎር ኢች ኣዘር ዳትስ ላይክ ደ ሜን ቲንግ ዳት ኣይ ጌት ኣውት ኦፍ ኢት ብጣዕሚ ትኽክል ኢኺ ሕዚ እንታይ እዩ እቲ ሚሽን ከምቲ ትፈልጥዮ ናይዞም ሰባት እዚኦም ሱቅ በሉ እዮም ዝብሉና ኣለዉ እናሞትኩም ሱቅ በሉ ከይትዛረቡ ክንቀትለኩም ኢና ኣብዚ ዓዲ እዚ ኮይንኩም እውን ኣብ ዓድኹም እንዲም ዝገብርዎ ኣለዉ ንትናና እዚ ኣብዚ ኮይንኩም እውን ከይትዛረቡ ንሞት ኣለና ከይትብሉ ስዑል እና ክንቀትለኩም ከለና ስዑል ክምረኡ እዮም ዝብለና ሶ ንሱ እዩ ሕዚ ንመኣዛ ፕሮባብሊ ፊሃደ ቻንስ ቱ ትማሊ ከተሓልፍ ከለኩ ተሪኢኺ ኢንተርቪው ገይረያ ነይራ ሓፃር ኢንተርቪው ነይራ እና ሺ ወዝ ኣክቲቭሊ ከምዚ ከማኸ ኣብ ካልጋሪ ብጣዕሚ ኣክቲቭ ትንቀሳቐሲ ከምኡ ዓይነት ትንቀሳቐሲ ኣብ ዓለም ለኸ ትፍለጥ እያ መኣዛ ግደይ ናብኣ ዘትኮረ እዩ ነይሩ እቲ ናይ ቅትለት ፈተነ ኣብ ክሲ እውን ሒዛቶ ከም ዘላ እዩ ዝፈልጥ እና ከንበርክኹና እዮም ዝደልዩ ከይትዛረቡ ስቆሉ ዓመፅቲ እዮም ዞም ሰባት እዚኦም ሶ ንሕና ኣብዚ ኩነታት እዚ ሕዚ ከምዚ ዓይነት ታሽሙ ከጋጥመና ከሎ መኣዛ ትኹን ካልእ ይኹን ንስኺ ይኹን ኣነ ንኹን ፈሪሕና ዲና ንድሕሪት ሱቕ ክንብል ዘለናስ እንታይ ኢና ክንገብር ዘለና እንታይ ክንገብር ኣለና ብእንግሊዝኛ ዶ ክምለሳ
ብእንግሊዝኛ ዶ ክምለስ ሹር ጓየድ

ፕሮባብሊ ኣብዚ እዋን እዚ ኣብ ትግራይ ንዝመፅ ዘሎ ንዝረአ ዘሎ ፀገማት ናይ ዓለም ለኸ ሚድያታት ካሊእ እውን ዩናይትድ ኔሽን ኢንቮልቭ ገይሮም ኢቨን ዶ ኣብቱ ኣክሽን ንፅበዮ ንሕና ኣይተገብረን እስካዕ ሕዚ ግን ድማ ካብ ካሊእ ኣብ ማንም ዓድታት ዘይፍለጥ ብትግራይ ፕሮባብሊ እዚ ናይ ዳያስፖራ ኣብ ደገ ዘሎ መንእሰይ ድዩ ኣብ ደገ ዘሎ ህዝብና ብዝገብሮ ፃዕሪ እዩ እቱ ከምዚ ዓይነት ተሰማዕነት ዝረአ ዘሎ ኣብ ዓለምና በት ስቲል ውፅኢቱ ንሕና ንፅበዮ ኣክሽን የለን እና እቱ ንደልዮ ኣክሽን ክፍፀም ኢልና ንደልዮ ንክግበር እንታይ ይተርፈና ትብሊ እንታይ ክንገብር ኣለና

Thank you ቅድሚ ናብ ምጥቕላልና ምእታውና ናይ መጨረሻ ሕቶ ዝሓተኪ ፊዮሪ ኣብዚ ንገብሮ ዘለና ምንቅስቓስ ይኹን ኣብ ናይ ትግራይ ኩነታት ሕዚ ሞር ኦፍ ንሕና ሕዚ ንዛረቦ ዘለና ኣብ ሃገርና ዘሎ ፀገም እዩ ተዓዊ እሹ ሎማዓንቲ ረኺቡና ዘሎና ሕዚ ንህዝቢ ትግራይ ዲያስፖራ ዘሎ ትግራዋይ ብፍላይ ድማ

ሎማዓንቲ ምስ ፍዮሪ ኣርኣያ ገዛሀኝ ኣብ ካልጋሪ ትነብር right now ኣብ ቶሮንቶ ዘላ ዝነበረና ፃንሒት በዙይ ክንውድእ ኢና ፍዮሪ ምሳና ፀኒሕኺ ሓሳብኪ ክትገልፂ ብፍላይ ድማ መናእሰይ ኣብዚ ተወልዶም ዝዓበዩ ይኹኑ ኣተወልዶም ኣብዚ ዝመፅኡ ፈርስት ጀነሬሽን ተባሂሎም ዝፅውዑ ሕዚ ዘለናዮ ኩነታት ትፈልጥዮ ኢኪ እና ዓብይ ግደ ኣብዚ ናይ ትግራይ ትገብሩ ዘለኩም ንስካትኩም ኢኩም በዚ ኣጋጣሚ እዚ ንዓክን ካልኦት ኣብዚ ኣክቲቭሊ ዝንቀሳቀሱን እናመስገንኩ ንዝነበረና ፃንሒት ብሽም ሳይበር ፓወር ኦፍ ትግራይ ብሽመይ ብተመልከትትን ሽም ምስጋናይ የቅርበልኪ thank you ብሰላም ከዓ ንገዛኪ ምፂ ሕራይ የቀንየለይ thank you በቃ ብሩክ መዓልቲ okay